ሰላም ሰላም ሰላም ኣምላኽ ንዓኻትኩም ይኹን ንኹላትኩም ይኹን ተኸታተልትና ከመይ ቀኒኹም ኩሉ ሰላም ድዩ ንሕና እግዚኣብሄር ይመስገን ኩሉ ሰላም እዩ ክብሪ ንኣምላኽ እግዚኣብሔር ይረድኣና ክሳዕ ኣብዚ ዘብጽሓና ኣምላኽ ስሙ ይባረኽ። ሰላም እዩ ብወገንኩም እውን ብሓቂ እግዚኣብሔር ብሰላም ብድሓን ብኩሉ ረዲእኩም ስለ ዘሎ ንኣምላኽ ክብሪ ይኹኖ። ከምኡ ከዓ ተስፋ ንገብር ከምኡ ድማ ንጽሊ። ኣምላኽ ይባርኽክን ይባርኽኩም ሎማዓንቲ ናይ ስፖርት ናይ ጥዕና ገለ ክዛረብ ከለኹሲ ናይ ፊትነስ ንእሽተይ ተናኺፈ ነይረ እሞ ሎማዓንቲ ፊትነስ ነይረስ ዕድል ረኺበ ንእሽተይ ቪድዮታት ቁርፅ ቁርፅ እንዳበልኩ ቀዲሐ ኣለኹ ከርእየክን እየ ንዓኣ ከዓ ቅድሚ ገዛ ምእታወይ ኢለ ኣብቲ ኣፍ ደገ ገዛና ፓርክ ገይረ እዚኣ መእተዊ ክዛረበክን ኢለ ዝገብራ ዘለኹ እዛ ቪድዮ ኣብቲ ፊትነስ ሎማዓንቲ ድውዓልኩ ኣክችሊ ከምዚ ቀዳም ኮይኑ ብዙሕ ሰብ እኳ ኣይነበረን ግን ኣይፍቀድን እዩ ቪድዮ መቕዳሕ ገለ ኢሎምና እቶም ዋና ማለት እዩ ቁሩብ ሰብ ዘይብሉ እንዳገበርና ሕጊ ከዓ ነኽብር ስለ ዘለና ሰብ ዘይብሉ ኣነ ጥራሕ ኣነን ማሽናትን ጥራይ እንዳገበርኩ ንእሽተይ ንእሽተይ ቪድዮ ሕልፍ ሕልፍ ኢለ ቀዲሐ ኣለኹ ካብ ኩሉ ኣይጠዓመንን እምበር እቲ ፊትነስ ብጣዓሚ ዓቢ ኣክቲቭ ፊትነስ ዝበሃል ተን ስዊዝ ዘለኽን እኳ ኣብ ሙሉእ ኤሮጳ ኣም ሶሪ ኣብ ሙሉእ ስዊዝ ዘሎ ዮ ኣክቲቭ ፊትነስ ኩሉ ኣለዎ ኣክቹሊ ብጣዕሚ እዩ ዝጠቕመካ እሱ ጥራይ ከ ኣይኮነን ሳውና ከ ኣለዎ ስቲም ትገብር ኢኻ ሕጂ ሎማዓንቲ ሃብቶም ዕረፍቲ ስለ ዝነበረ ቆልዕተይ ግድፍ ኣቢለ ኣሎ ከይደ ኖርማሊ ስፖርት ጥራሕ ዋላ ክሰርሕ ተኾይነ ተዋሓደ ክልተ ሰዓትን ፈረቓን ክገብር ኣለኒ ኩሉ ክበፅሕ እየ ዝደሊ እቲ ግዜ ኩሉ ግዜ ስለ ደይረኽቦ ኣነ ግን ሎሚ ከዓ እንታይ ወሲኸላ ስቲም ወሲኸላ እመና ኣይትእመና ኣርባዕተ ሰዓት ገይረ ወፅየ ክልተ ሰዓትን ፈረቓን ስፖርት ሰሪሐ ካብኡ ድማ ሰዓት እንዳዓረፍኩ ስቲም ኖርማሊ ዓሰርተ ሓሙሽተ ደቂቕ ክትገብር ኣለካ ደን ትዕርፍ ካልኣይ ግዜ ትገብር ገለ እዩ ሰዓት ካብኡ እንዳዕረፍኩ ገይረ ካብኡ ከምዛ ትሪኣኒ ምስ ጨጉረይ ምስ ማየይ ወፅየ ራእይዋ እዘን ጨጉረይ ማይ ጀብጀብጀብ እንዳበልኮን እየ ድንቀሳቀስ በቃ ወላ ኣብ ገዛ ክሽነ ትፀንሕ ወይ ገለ ጣዕጣዕጣዕጣዕ ሻምፖ ጥራሕ በቃ ሰቲሩኒ ኣሎ እግዚኣብሔር ፅቡቃት እየን ፎኮስቲ እየን እዘን ጨጉረይ ካልእ የድልየንን እዩ ኣብኡ ተሓፃፂበ ስቲመይ ገይረ በቃ ሪላክስ ኮይነ መዝሙረይ እንዳሰማዕኹ ቃል ኣምላኽ እንዳሰማዕኹ ጽቡቅ ግዜ ጸኒሕኒ ኣምላኽ ይመስገን መጽየ ኣለኹ ሕጂ እንታይ ክብል ደልየ መጽሓፍ ቅዱስና ክዛረብ ከሎ መክብ ምዕራፍ ሰለስተ ንኹሉ ግዜ ኣለዎ ይብለና ሕጂ ንሕና ፍላይ ደቂ ኣንስትዮ ንኹሉ ብግቡእ ጥራሕ ደኣ ግዜና ንጠቐመሉ እምበር ንኹሉ ግዜ ኣለዎ ክትመሃር ግዜ ኣለዎ፣ ክትምርዖ ግዜ ኣለዎ፣ ሓዳር ክትገብር ግዜ ኣለዎ፣ ነብሰ ጹር ትኾነሉ ግዜ ኣለዎ፣ ወሊድካ ተጥብበሉ ግዜ ኣለዎ፣ ንኹሉ ግዜ ኣለዎ። ሕጂ ኣነ ድሕሪ እዞም ማናቱ ደቀይ ድሕሪ ክንደየ ጀሚረ ኣብዛ ጥቓይ ጎዛውተይ ነይራ ብእግረይ ከይደ ድመጻ ዳርጋ ሰለስተ ዓመት ትኸውን ዶ ገለ ናብኡ ከይደ ሕጂ ግን ኣብዚ ኣምላኽ መስገን ትምህርቲ ሶም ንኣሽቱ ስለ ዝጀመሩ ኪንደርጋርደን ኣብታ ዝኸዱላ እንዳጎየኹ ምክንያቱ ጥዕናና ክንከናኸን ስለ ዘለና ብዙ ስለ ዝተዛረብኩሉ ብፍላይ ንሕና ከም ደቂ ኣንስትዮ ነፍሰ ፁራት ንኸውን ንወልድ ብብዙሕ ንሓልፍ ኣብዚ ከዓ ናይ ኣእምሮ ብዙሕ ፀቕጥታትን ሂወትን ቀሊል ስለ ደይኮነ ሓዳር ብርእሱ ቆልዓ ምዕባይ ብርእሱ ኣብ ልዕሊኡ እውን እቲ ናብራ ፕላስ እቲ ካልቸር ናይ ባህሊ ክራይስስ ኣሎ ናይ ቋንቋ ብዚ ሕጂ ስፖርት ከዓ ሓደ ግዜ ናይ ሓንቲ ሓፍቲ ኢንተርቪው ሰምዕ ነይረ ብጣዕሚ ኢምፕረስ ገይሩኒ ናይ ፓስተር ዳዊት ሞላልኝ እዚ ኢትዮጵያዊ ዘማርን ፓስተርን ማለት እዩ ሰበይቱ ምስኡ ኢንተርቪው ትገብር ነይራ እንታይ ኢላ ትሕቲ እግዚኣብሔር ድሰርዖ ብ ህይወተይ ሲ ስፖርት ኢላ ብጣዕሚ ገሪሙኒ ሕጂ ተራእኽዎ ኣብ ህይወተይ ከዓ ብጣዕሚ ወሳኒ ስፖርት ንምንታይ ይጠቕመና? ክንድቲ ምስ ኣምላኽ ግዜ ወሲድና ንደልዮ እቲ ዓብዪ ኣምላኽ ዘረባ የብሉን እንዶ ኣይንወዳድሮና ምስ ዝኾነ ነገር ግን ስፖርት ከዓኒ ኣክቲቭ ይገብረካ ሶሪ ሶሪ ሪኽን ሕጂ ውዒ ገለ የድልየኒ ኣሎ ማለት እዩ ኣታቴ ውዒ ውዒ ድበለ ከሰትለኒ ከምኡ ክምገብ ኣለኒ ማለት እዩ እዚ ስፖርት ሲ ንኣእምሮኻ ፍሬሽ ገብሮ ኣእምሮኻ ኣእምሮኻ ሳይኮሎጂካል ከምዚ ፍሪ ኣክቲቭ ገብረካ ከምዚ ፊት ስማዓካ ከምቲ ሽሙ ፊትነስ ፊት በቃ ሪላክስ ኮንካ ሽዑ ሓይልኻ ይኾነካ እቲ ስፖርት ብጣዕሚ ዝጠቅም ሕጂ ንኩሉ ግዜ ስለ ዘለዎ ኣብቲ ዘርከብክናሉ ወይ ግዜ ደለክን ኣሕዋተይ ደቂ ኣንስትዮ ብፍላይ ቆልዑት ተዕብያ ኣብታ ደርከብክናላ ፍርቂ ሰዓት ድያ ሰዓት ድያ ወለ ፊትነስ ጥራሕ ዶ ይኮነ ብዙሕ ግዜ ደለኹ ወክ ምውፃእ ገለ ግን ኣገዳሲ ምዃኑ ትሕቲ ኣምላኽ ንዓና ንደቂ ኣንስትዮ ስፖርት ኣርጊጸ ብህይወተይ ፈሊጠ ኣለኹ እሞ እዚኣ ውሰድኣ ኢኽን እዋ ቅምሻሎ ኣብ ርእሲ ርእሲኦም ደቀይ ግዜ የብለይን ከምዚ ምስ ሰብኣይካ ተረዳዲእኻ ኣነ እውን ሕጂ ኣደ ስድራ እየ ከም ትፈልጣኒ ግን ሃብቶም ኣብታ ድህልዋ ይጎይ ማለት እዩ ፕሮግራም ድገብሩ እተን ዕረፍቱ ርኤ በቃ ኣሬንጅ ይገብር ማለት እዩ እሱ ከዓ እግዚኣብሄር ይባርኮ ብጣዕሚ ዝርድኣለይ ወሸለ ከድኪ ወሸለ ከምዚ ጌርኪ ንኩሉ ይድግፈኒ እዩ በዚ ኣጋጣሚ ኣምላኽ ይባርኮ ወላ ነቲ ናይ ጎይታ ነገር ወላ ነቲ ስፖርት ምኻድ ወላ ንከምዚ ንእሽተ ዩቱብ እንዳሰራሕኩ ንኣሕዋተይ ንምትብባዕ ብጣዕሚ ዝድግፈኒ ኣምላኽ ይባርኮ ማለት እዩ ንሰብኣየይ ስለዚ ከምኡ ጌርክንሲ ኣሕዋተይ በቃ ወላ እዚ እግረይ ዶ ኣነ ብውሽጢ ምሽ ትረኽባኒ ኣለኽን ሕጂ እዚ ብርከይ ዶ ወላ እዚ ማህፀን ብንኣሽቱ ክንዲ ወፅእ ደሎ ካብ ምውላድ ድግምግም ኣቢልካ ደይ መንቀሳቐስ ወፂኡኒ ሰላሳታት ደለኽን ገለ ክኸውን ደይብሉ ማለት እዩ ኖርማል ኣብ ኣዴታት ዓበይቲ ኢኻ ትሪኦ ዝበዝሐ ግዜ ሄስትሮክቶሚ ድግበር ይወጽእ ኢለክን ነይረ'የ ኣብ ንኣሽቱ ግን ጌና ክልተ ቆልዓ ወሊዳ እንተ ደኣ ከምኡ ኣጋጢማ ከቢድ እዩ እቲ ስፖርት ግን ኩሉ ኣይቀዳሕኩዎን ዕድል ኣይረኸብኩን እምበር ናይ ከምኡ በቲ ንወልደሉ ነቲ ማስልስ ስትሬንግ ዝገብሮ ነቲ ጨዋዳታት ሲ ድሕይሎ ስፖርትታት ኣሎ ኣክቲቭ ድገብረካ ስለዚ እቲ ናህና ማስልስ ስትሬንግ ዝረክብቲ ጨዋዳታትና ሓይሊ ሰው ኣገዳሲ እዩ ክብለክ እንደሊ ተደይኮነ እዚኣ ናይ ብፍላይ ኣብዚ ኤሮጳ ገለ ዘለና ካናዳ ኣሜሪካ እቲ ህይወት ክብድብድ እሞ እዚኣ ኣዝየ ከተባብዓክን ሕጂ ዘረባኺ የብዛሓልክን በብሪጋ ገይረ ገዛ ምስ ኣተኹ ቆራሪፀ ድየ ገለተን ቪድዮ ደሓን ደሓን ድኾና ምስዚኤን ወሲኸ ኣብሎድ ክገብረልክን እየ ኣምላኽ ሰማይ ይባርክን ናይ መተባብዒት እያ ራእያኒ ከምኣ ኢለ ተሓፃፂበ ሕጂ እየ ወፅየ ምስ ቁርኤ ደለኹ ያ ከምኡ እንዳገበርካ እዩ ንኩሉ ግዜ እንዳሃብካ በቲ ሓይሊ ዝህበኒ ከዓ ንኩሉ ይኽእሎ ኢሉ ኣሎ ቃል ኣምላኽ ንኽእሎ ኢና ኣጆኽን ጥራይ በርትዓ ጥዕና መዳርግቲ እየብሉን ካብ ሓሚምካ ሕክምና ተኸናኺንካ ጥዕና ፕሊስ ኣሕዋተይ እዚኣ ፀቐጣላ ሓሚምካ ሕክምና ክትመላለስ ኣነ በቃ ብኩሉ ይብለክን ኩሉ ግዜ መንፈሳዊ ኹን ስጋዊ ነገር እግዚኣብሔር ክረዳእካ ከሎ በቃ ካብ ሓሚምካ ሕክምና ተከናኪንካ ጥዕና ይሓይሽ እሞ ኣጆክን በርትዕ ኣሕዋተይ ሃፍትክን ብርክቲየ ክሳዕ ብካሊእ ቪድዮ ንራከብ ሰሰናዩ ንኩልና ሻሎም ኩነልና ተባረካ ንበረከት ኩና ሴቭለስድ ባይ ባይ።